እዚ ገዛ እዚ ብጣዕሚ ዝገርም ገዛ እዩ ኣብ ሰብዓ ካሬ ቦታ ዝዓረፈ ኮይኑ ዝገርም ምርጥ ዲዛይን ዘለዎ እዩ ባር እኒአዎ ፈላለየ እኒአዎ እዚ ኣብ ላዕሊ ኮይኑ ብደገ መናፈሲ እዩ ዝገርም ዲዛይን እዩ ብጣዕሚ ደስ በሃሊ ማለት እዩ ኳርትዝ ቀለም እውን ተሰሪሑ ጅብሰን ባዕለይ ሰሪሐዮ እታ ሽንቲ ቤት እያ። ና ደገ ሽንቲ ቤት እትው ኢልና ኣብ ላዕሊ ነጅሚርና ኢና እዚኣ እውን ና ጅም እያ መስለኒ እዚኣ ወደ ና ሎንደር እያ ደረጃ ናኒና ካብ ፕላስ ስሪ ናብ ፕላስ ቱ ንወርድ ኣለና እዚ ልግም ብራንዳ እዩ እዚኣ ናሳ ስዊቲ መደቀስ እያ ብደገ ጩራ እኒኦ ደስ በሃሊ መስኮት እውን ይኽፈት እዩ ብራንዳ ግን የብሉይ እዚ ናይ ሽንቲ ቤት እያ እዛ ናይ ሰብኣይ ሰበይቲ ውሽጢ ሽንቲ ቤት እያ ዲዛይን መሳጭ ዲዛይን ተገይሩ እዚኣ ለ ናይ ቆልዑ መደቀሲ እያ ስላ ሽኮረይ ዝኾነት ዲዛይን እያ ምስ ተወድአ ግን ሓሪፍ ዝኾነ ፓርት ቱ ሒዘልኩም መፅያ እስካዕ ሽዑ ሰብስክራይብ ናገርኹም ምሳይ ሓቢርኩም ንፅንሑ ሕዚ እውን ናብ ፕላስ ዋን ንድይብ ኣለና እዚ ና ሳሎን እዩ ምርጥ ዲዛይን እዩ ግርም ዲዛይን እዩ ሕዚ ቀለም ኢና ንግር ኣለና ጅብሰን ባዕል የሰርሐ እዮ ብምሉእ ፊኒሽንግ ማለት እዩ ካብኡ ዲዛይንን ባዕል መሪፀ ልዝገዛ ልምጥን ማለት እዩ እዚኣ እውን ኦፊስ በዓል ገዛ ኢንጂነር እዩ ብጣዕሚ ንቑሕ ሰብ እዩ ብእዎ ማለት እዩ እና ኣብ ሳሎን ኾንኻ ብዚ መስኮት እዚ ኣብ ኬፍኻ ትርኢ በቃ ናብ ደስ ዝብለካ ቦታ ምርኣይ ትኽእል ኢኻ ኣጋጣሚ ተወደአ ቤት ሰብዓ ካሬ ምስ ተወደአ ፓሪሲ ክመስል እዚኣ ኪችን እያ ኦፕን ኪችን እያ ባይዘወ እዚ ገዛ እዚ ዝገርም ማለት እዩ እንታይ እኒኦ ባር እኒኦ እዚኣ ባር እያ ብርሑቕ ከርእየኩም እያ እዚኣ ባዕላ ባር እያ እዛ ንየዊት ለላ ዘመሳለ ለላታ ማለት እዩ ካብኡ ንወረድ ታሕቲ ግራውንድ ማለት እዩ እዚ እንታይ ይመስለኩም ቦርድ እኒአዎ ቃል ግርም ዲዛይን እኒኦ ገለ ናይ መኪና መሕደሪ እዩ እዚን ክልቲኤን ክላ ክላስ እቲኣ ናይ ስፔር መቐመጢ እያ እቲኣ ላውንደር እያ እዚ ልገርም ኣብ ሰብዓ ካሬ ዝዓረፈ ብራንዳ እኒአዎ ብርሃን ይኣትዮ እዩ እዚኣ እውን ኣብ ታሕቲ ኪችን እያ ንገብራ ኢሎምና እኒኦ በዓል ገዛ ምርጫ ማለት ብና ገዛ ባዕል ገዛ እንዲ ኩሉ ምርጫ ግን ንሕና ከም በዓል ሞያ ሓሪፍ ኣማኸርቲ ኢና እሞ እዚ ቦታ እዚ ኣብ ገርም ቦታ እዩ ዓሪፉና እዚ ገዛ እዚ ገርም ዲዛይን በቃ ብፅሬት ዝሓለወ ገዛ እዩ ተሰሪሑ